ሓደ ሓውና ከምዚ ክብል ሕቶ ቀሪቡ ኣሎ ሓደ ሰብሲ ምስ ሞተስ ይሕተት እዩ ተባሂልና ሓቂ ድዩ? ኣብ መጽሓፍ ቅዱስ ከ ኣሎ ዶ? ምስ ሞተስ እንታይ እንዳበልካ እዩ ልሕተት? መጽሓፍ ቅዱስ ከ ኣሎ ድዩ? መን ከ ኣዚዙ? ዝብል ሕቶ ኣቕሪቡ ኣሎ። ሕራይ እዚ ሓወይ ሕቶኻ ንኹላትና መምሃሪ ስለ ዝኾነ ቴንኪው ክብል እደሊ ሕጂ ብምኣጻል ድማ ካብቲ ኣቦታተይ ዝመሃሩኒ ዝመሃሩና ቁሩብ ከይካፍለካ እየ ማለት እዩ ሕጂ ኣብ ኦርቶዶክስ ተዋህዶ ሃይማኖት ሓደ ሰብ ምስ ሞተ ያ ይሕተት እዩ ማለት እዩ ዋላ መፅሓፍ ቅዱስ ድማ ኣለ እዩ ማለት እዩ ዋላ ኣብቲ ዝተፈላለየ ሃይማኖታትም ፍርዲ እግዚኣብሔር ከም ዘሎ ኣብቲ መዓልቲ ፍርዲ ድማ ዓስቢ ናይ ፅቡቅ ግብሩ ዓስቢ ናይ ሕማ ግብሩ ከም ዝኽፈል ወይ ድማ ከምዚ ውሃው ኩሉ ሃይማኖት ለሎ ዳርጋ ብዝሓ ይገልጽ እዩ ማለት እዩ። ብንጽሩ ጥንታዊትና ዘልኣለማዊት ዝኾነት ሃይማኖት ኦርቶዶክስ ተዋህዶ እምነትና ከኣ ትንሳኤ ምውታን ኣለዉ ማለት እዩ። ትንሳኤ ምውታን ማለት ብህይወት ዘለውን ዝሞቱን ተንሲኦም ዝዳለይሉ ዕለት ወይ ድማ መሰረታዊ ናይ እምነት ዶግማ እዩ ማለት እዩ። ኣብቲ ዕለት ንሱ ኣብ ትንሣኤ ሙታን እግዚኣብሔር ንደቂ ሰባት ኩሎም ከከም ግብሮም ክፈርዶም እዩ ማለት እዩ። ነፍሲ ወከፍ ሰብ ኣብዚ ምድሪ እዚ እንዳሃለየ ዝገበሮ ሕማቕ ይኹን ጽቡቕ ግብሪ ይሕተተሉ እዩ ማለት እዩ። ሕጂ ሕድ ሕድ ልገበርከዮ ግብሪ እከለ'ባ እከለ ልብል ብዘይ ምንም ምኽንያት ናይ ጣዕሲ ጽቡቕካን ናይ ጣዕሲ ሕማቕካን ፍርዲ እግዚኣብሔር ይፈርድ ማለት እዩ። ካብ መጽሓፍ ቅዱስ ምስክርነት ወይ ድማ ጥቕስኸ ኣለዎ ድዩ ልብልካ ብደንቢ ኣብ መጽሓፍ ቅዱስ ተቐሚጡ ኣሎ ማለት እዩ። ቁፅሪ ሓደ እንታይ ይብል? ኩሉ ሰብ ከከም ግብሩ ከም ዝሕተት ጎይታና መድሃንና ኢየሱስ ክርስቶስ ኣብ መጽሓፍ ቅዱስ ኣቐሚጡሎ ጎይታ እዩ ድማ ዝኣዘዘኻ እግዚኣብሔር ባዕሉ እዩ። እንታይ ይብል ኣብ ወንጌለ ማቴዎስ ምዕራፍ 16 ፍቕዲ 27 ወዲ ሰብ ብክብረ ኣቦኡ ምስ መላእክቱ ክመጽእ እዩ፣ ሽዑ ድማ ንነፍሰ ወከፍ ክከም ግብሩ ክፈድዮ እዩ ይብለና ማለት እዩ። እዚ ጥቕሲ እዚ እንታይ እዩ ዘረድእና እንተ ኢልና ፍርዲ እግዚኣብሄር ኣብቲ ሰብ ዘርእዮ ግብሪ ማለት ናይቲ ሰብ ኣነ ጽቡቕ ግብሪ እንተ ደኣ ሃልዩኒ ሕማቕ ግብሪ እንተ ደኣ ሃልዩኒ ዓስቢ ናይቲ ግብረይ ከም ዝህበኒ ዘረድእ ጥቕሲ እዩ ማለት እዩ። ስለዚ በዚ ተሓታቲ ኢኻ ጽቡቕ እንተ ጌርካ ናይቲ ጽቡቕነትካ ሕማቕ እንተ ጌርካ ድማ ናይቲ ዝገበርካዮ ሕማቕ ትሕተተሉ ናይቲ ዝገበርካዮ ጽቡቕካ ዓስ ትወሃበሉ ማለት እዩ ካልኣይ ነጥቢ ከዓ ብዛዕባ ትንሳኤ ምውታን ክልተ ዓይነት ትንሳኤ ኢሉ ኣሎ ማለት እዩ ኣብ ወንጌል ዮሃንስ ጎይታ ንኩሎም ምውታን ድምፂ ይሰምዑ እሞ ካብ መቓብር ከም ዝወጹ፣ ከም ግብሮም ድማ ፍርዲ ከም ዝቐርበሎም ይገልጽ። እዚ ኸኣ ኣብ ዮሃንስ ወንጌል ምዕራፍ ሓሙሽተ ፍቕዲ ዕስራን ሸሞንተን ክሳዕ ፍቕዲ ዕስራን ትሽዓተን ዘሎ ሃይለ ቃሉ ኣብ መቓብር ዘለዉ ኩላቶም ድምጺ ዝሰምዕሉ ሰዓት ክመጽእ እዩ እሞ በዚ ኣይትገረሙ ጽቡቕ ዝገበሩ ናብ ትንሳኤ ሕይወት እከይ ዝገበሩ ድማ ናብ ትንሳኤ ፍርዲ ክወጽእዮም ይብለና ማለት እዩ። ሳልሳይ ነጥብና ከኣ ኣብ ቅድሚ መንበር ፍርዲ ክርስቶስ ምቕራብ ቅዱስ ጳውሎስ እውን ከምዚ ልሎ ነፍሰ ወከፍ ሰብ ብዛዕባ እቲ ብስጋ እንከሎ ዝገበሮ ነገር መልሲ ከም ዝህብ ክገልጽ ከሎ ከምዚ ኢሉ ይብለና ኣብ ካልኣይ ቆሮንጦስ ምዕራፍ ሓሙሽተ ፍቕዲ ዓሰርተ ነፍሰ ወከፍ ሓደ ሰብ ብስጋ እንከሎ ጽቡቕ ወይስ ሕማቕ ከከምቲ ዝገበሮ ምእንቲ ክቕበል ኩላትና ኣብ ቅድሚ መንበር ፍርዲ ክርስቶስ ክንግለጽ ይግብኣና እዩ ይብለና ማለት እዩ። ስለዚ እንታይ ተባሂሉ እዩኸ ሰብ ዝሕተት ዝብል ሕቶ ድማ ብዛዕባ ፍቕርን ሰናይ ግብርን እዩ ማለት እዩ። ኣብ ማቴዎስ ወንጌል ምዕራፍ ዒስራን ሓሙሽተን ካብ ፍቕዲ ሰላሳን ሓደን ክሳዕ ፍቕዲ ኣርባዓን ሽዱሽተን ዘሎ ቃሉ እንታይ ኢሉ ይብል መጽሓፍ ቅዱስ? እቲ ናይ መወዳእታ ፍርዲ ከመይ ከም ዝኸውን ሰብከ ብምንታይ ከም ዝሕተት ብዝርዝር የረድእና ማለት እዩ። ጎይታ ንሰባት መጀመርታ ከምቶም ላዕሊ ክንገልጾ ዝጸናሕና ክልተ ዓይነት ትንሳኤ ሙታን ኣሎ። እቶም ጽቡቕ ብየማን እቶም ሕማል ክብሩ ድማ ብጸጋም ማለት እዩ። ብየማንን ኣብቲ ትንሳኤ ምዉታን ብየማንን ብጸጋምን ምስ ተመደቡ፣ እዚ ሕቶት ሕቶ ድማ ምስ ፍቕርን ርህራሄን ግብረ ሰናይ ዝተኣሳሰረ እዩ ማለት እዩ። ነቶም ብየማን ዘቐምጦም ጻድቃን ከምዚ ይብሎም፣ ጠምየ ነበርኩ እሞ ኣብላዕኩምኒ፣ ጸሚኤ ነበርኩ ኣስተኹምኒ፣ ጋሻ ኮይነ ነበርኩ ተቐቢልኩምኒ፣ ዓሪቐ ነበርኩ ኣልቢስኩምኒ ሓሚመ ነበርኩ በጻሕኩምኒ ተኣሲረ ነበርኩ መጻኹምኒ ይብለና ማቴዎስ ወንጌል ዕስራን ሓሙሽተን ካብ ፍቕዲ ሰላሳን ሓሙሽተን ክሳዕ ፍቕዲ ሰላሳን ሽዱሽተ ማለት እዩ እዚ ማለቱ ባዕሉ እግዚኣብሔር ስለልመፅእ ኣይኮነን እቶም ሓጣን እንታይ እዮም ልሉ ነቶም ብፀጋም ዘለዉ ከዓ እንታይ ይብሎም እዚ ኩሉ ሰብኣዊ ሓገዝ ዘድልዮ ወገናትና ወይ ድማ ዝተፀገሙ ክንሕግዝ ከለና እዩ ማለት እዩ። እቶም ሓጥኣን ዝበሃሉ ድማ እንታይ ይብሉ? ጸሚእኻን ሓሚሙንካን ወይ ገሾ ኮንካንሲ ኣበይ ርኢናካ መዓዚኸ ይብሉ ማለት እዩ። ጠሚኻ እንዳረእኻን እናረኣናካ እግዚኣብሄርሲ ከመይ ኢልና ስቕ ኢልና ዓሪቕካ እንዳረእናካ እግዚኣብሄርሲ ከመይ ኢልና ስቕ ኢልና ተኣሲርካ እንዳረኣኻ ዳራዕና እግዚኣብሔርሲ ከመይ ኢልና ስቕ ኢልና ኢሎም ይሓቱ ማለት እዩ እቶም ብፀጋም ሓጥኣም ዝተመደቡ ሽዑ ከዓ እቲ እግዚኣብሔር እንታይ ይብሉ ካብዞም ንኣሽቱ ኣሕዋተይ ንሓደ ዝገበርኩምሉ ንኣይ ከብ ዝገበርኩምለይ ብሓቂ ብሓቂ እብለኩም ኣለኹ ኢሉ ይምልሰሎም ኣብ ማቴዎስ ወንጌል ምዕራፍ 25 ፍቕዲ 4 ማለት እዩ ኣብዚ እንታይ እዩ ለረድአና እግዚኣብሄር ኣብ ድኹማት፣ እግዚኣብሄር ኣብ ሕሙማት፣ እግዚኣብሄር ኣብ ዝተኣሰሩ፣ እግዚኣብሄር ኣብ ጽጉማት እዩ ዝሓድር ማለት እዩ። ኣብዚ ምድሪ እዚ ንኹላትና እግዚኣብሄር ኣምላኽ ሃፋትም ክገብረና፣ ንኹላትና ከከምቲ ዝደለናዮ ክህበና ዘጸግመሉ ኣምላኽ ኣይኮነን። ግናኸ ንዓና ዝሃበና ጸጋ ኣካፍሉ ኢሉና ንዓና ዝሃበና ንሕና ናይ ዕለታዊ እንጀራ ኣትሪፉ ሂቡና እቲ ትርፊ ነቲ ዝጠመየ ሓውካ ሃቦ። ትርፊ ክዳን ኣለና እቲ ትርፊ ክዳን ነቲ ዘይብሉ ክዳን ሃቦ። ማዕረ ክንደይ ኢኻ ካብቲ እግዚኣብሄር ዝሃበካ ልግስስ ነቲ ኣብ ጎንኻ ለሎ ዓሪቑ ዝረኣኻዮ ጥራሕ እግሩ ዝረኣኻዮ ጠምዩ ዝረኣኻዮ ተኣሲሩ ዝረኣኻዮስ ክሳዕ ክንደይ ኢኻ ንኡ ትልግሰሉ ለለኻ ንምርኣይ ከምዚ እንተ ጌርካ ድማ ንዕኦም ልገበርካሎም ንእግዚኣብሔር ምዃኑ የረድእና ማለት እዩ። ካብኡ ቀጻሊ ንሕተቶ ለኻ ሓደ ሰብ ሃይማኖት እንታይ እዩ? ኣነ እዚኦም ናይቲ ሰናይ ግብሪ ናይ ርህራሄ ንሕተተሉ ቀዳምነት ነገር እዩ። ተኻላይ ከኣ እንታይ እዩ ሃይማኖትካ እንተ ደኣ ተባሂልካ ክርስትያን ክትብል ኢኻ። ክርስትያን ማለት እንታይ ማለት እዩ? መን እዩ ፈጣሪኻ ትሕተት ማለት እዩ። መን ፈጠረኪ ነብሲ ስላሴ፣ ንመን ከ ትኣምኒ ንስላሴ። እዚኦም ብዛዕባ ምስጢረ ስላሴ ክንፈልጥ ይግባኣና። ብፍላይ ክርስትያን ኦርቶዶክስ ተዋህዶ ኣማኒ ተኸታሊ ክትብል ተኾንካ መን ፈጠረካ ክትፈልጥ ይግባእ ማለት እዩ። ብዛዕባ ሓደ ክርስትያን እዩ ልል እንተኮይኑ ነብሲ ትሕተተሉ ስለ ልኮነት ብዛዕባ ምስጢረ ስላሴ ክፈልጥ ኣለዎ እዚኦም ማለት ድማ ሓሙሽተ ኣዕማደ ምስጢራት ሸውዓተ ከኣ ምስጢረ ቤተ ክርስትያን እዚኦም ፈሊጡ ክኸይድ ከሎ እዩ ክርስትያን ዝበሃል ማለት እዩ ኣብቶም ሓሙሽተ ኣዕማደ ምስጢርን ሸውዓተ ምስጢረ ቤተ ክርስትያንን ደግማ ተውፊት ቆነና እዚኦም ዘማልኡ ሕግን ስርዓትን ቤተ ክርስቲያን ስለዝኾነ እዚኦም ንፈልጥ ሰብ ድማ ክርስቲያን ተባሂሉ ይፅዋዕ። ነብሰና ከዓ ትሕተተሉ ማለት እዩ። እዚኦም ኩሎም ኣብቲ ክንዝርዝሮ ዝፀናሕና ለጠቓለለ ስለዝኾነ እምበኣር ማለት እዩ ዝመስል ካብ መፅሓፍ ቅዱስን መን እዩ ዝኣዘዘን ብርግጽ ንሕተት ኢና፣ መጽሓፍ ቅዱስና ድማ ከምዚ ክገልጸልኩም ዝጸናሕኩ እዩ። ብምቕጻልም ስለ ሃይማኖትና ብደንቢ ክንፈልጥ ኣለና። ሕጂሲ ኣይኮነን ስለ ሃይማኖት ትሕተሲ፣ ናብ ሓደ ቦታ ክትገይሽ ከለኻ እኮ ብዛዕባ እቲ ሰብ ልወስደካ፣ ብዛዕባ እቲ ትገሸሉ ዘለኻ ቦታ፣ ብዛዕባ እቲ ትሓድረሉ ቦታ ግድን ሓቲትካ ተሓቲትካም ትፈልጥ ኢኻ ማለት እዩ። ስለዚ ልክዕ ከምኡ ክንወስደለና ተረዲእኩምካ ውን ተስፋ ገብር።